ሰላም ሰላም ንዛ ቪድዮ እዚኣ ትርእዩ ዘለኹም ኣሕዋተይ ሃመኒ ኢኹም ዳሕና ዲኹም ሎማዓንቲ ብሓዱሽ ብጣዕሚ መሕዘኒ ዝኾነ ቪድዮ እየ መፅየ ዘለኹ ቪድዮ ክሰርሕ ልባዕልሲ የኸኣልኹ ነይረ ብጣዕሚ እየ ሓዚነ ግን ግዴታ በቃ ታሊ ከኣልኻያ ልባዕልሲ ክትገብር እኒኤካ ኣብ ስዑዲ ኮይንካ ልባዕልሲ ድምፂ ኣይፍቀድ እዩ ገለ ክበሃል እሞ እንድዒ ኣነ ምን መየኸእለካ በቃ ዋላ ብትግርኛ ሲ ንምንታ ድምፂ ለይኾን እቶም ኣብ ካሊእ ዓዲ ለለዉ ድምፂ ኮይኖም ሲ እቲ ናይና ድምፂ ናብ ካሊእ ሰብ ሸር ተገይሩ እቶም ኣብ ካሊእ ዓዲ ለለዉ ኣሕዋትና ድምፂ ክኾኑ እዮም ብልብል እየ እዚ ቪድዮ እዚ ዝሰርሕ ኣለኽዎ ብጣዕሚ ብዙሓት ኣሕዋትና ፈቐድኡ ይሃልቕ ኣለዉ ቅድሚ ዘኽቲ ኣብ ኬሚሲ ልበሃል እስሪበት ብጣዕሚ ብዙሓት ኣሕዋትና ሞይት ፍርዲ ዝተፈረደሎም ብዙሓት ሃምልለዉ ተነጊሩ ክስየፉ ምዃኖም ደሞ መግለፂ ወፂኡ ነይሩ ብጣዕሚ ብዙሕ ሰብ ድምጽላ ኮነ ላብ ብዙሕ ሰብ ኣውጺሕዎ ሕልና ሕብረት ኣፍሪቃ ልባዕሉ መግለጺ ሂቡ ነይሩ ካብኡ ብድሕሪኡ እሱ መግለጺ እምበሃበ ምንም ነገር ኣይፍጠሪ ክረዳድኡ እዮም ልዓዶም ክስደዱ እዮም ብልብል ድምጺ ምዃን ኩሉ ሰብ ኣቋሪጽዎ ነይሩ ማለት እዩ ዋላ እዞም እስርየት ለለዎ ብጣዕሚ ዓብዩ ተስፋ ገይሮም ንዓድና ክንምለስ ኢና ኢሎም ካልኣይ ህይወት ሰሪዖም ኖርማል እዮም ላለውን ነይሮ ላነበሩ ነይሮም ኣብ እስር ቤት ማለት እዩ። ሐዚ ግን ብጣዕሚ ሕማቅ ነገር ይፍጠርሎ ትማሊ ዕለት ዒስራ ሓሙሽተ ሰባት ወሲዶም ሃም ልረሸንዎም ልገልፅ ፅሑፍ ብጣዕሚ መሕዘኒ ፅሑፍ እየ ረኺበ እቲ ፅሑፍ ከንበልኹም እየ እዚ ቪድዮ እስካዕ መጠረሻ ሰሚዕኹም ልክዕ ሃም ዝበልኹኩም ኣሕዋትና ብዙሕ ሰብ ድምፂ ክኾኖ ምእንተ እዚ ቪድዮ ሸር ምግባረይ ትረስዑ ማለት ይሓላላተይ እቲ ፅሑፍ ኣብ ፌስቡክ ዝረኸብክዎ ትክክል ድዩ ገለ ብልብል ኣራጋጊጸ ኣብ ኮሞን ተለሎ ሪኤ ልበለ ትክክለኛ ምዃኑ ኣራጋጊጸ እየ ዝብድየ ልሰርሕ ኣለኽዎ ማለት እዩ ሓላላተይ መጀመርያ ላይ ትጽሑፍ ከንበልኩሞ ትጽሑፍ እንታይ ይብል መሲልኩም እዚ ካብቶም ኣብ ከሚሲ ስዑዲ ዓረብ ኣብ መእሰርቲ ዝርከቡ እሱራት ወገናትና ዝተለኣኸ ልቢ ዝሰብር ናይ መወዳእታ ደቃይቕ ታሪክ እዩ። ዓሰርተ ትሽዓንተ ሓምለ ክልተ ሽሕ ዓሰርተ ሸሞንተ ዓመተ ምህረት ድሕሪ ፋዱስ ወታደራት ስዑዲ ስም ዝርዝርና ፎቶ ሒዞም መጹ። ኣብ ዓምበር ኣርባዕተን ሰለስተን ሓደን ዘለዉ ሓሙሽተ ወገናትና ኣረጋጊጾም ክምለሱ ከለዉ ኣብቲ ቤት መእሰርቲ ፍሉይ ናይ ስግኣትን ጸልማትን ሕሹኽሹኽን ተፈጠረ። ናብ ዓምበር ኣርባዕተ ደዊና እንታይ ከም ዘሎ ምስ ሓተትና ናይ ኽልተ ሰባት ናይ ሞት ፍርዲ ዝርዝር መፂኡ ኢሎምና። ብመንድቕ ጌርና ምስ ዓምበር ሓደ ምስ ተራኸብና ድማ እቲ ኣብ ዓምበርና ዓምበር ሰለስተ ዘሎ ብፃይና እውን ስሙ ከም ዝመፀ ፈለጥና። ልብና ብሓዘን ተሰበረ። ንሱ ግን ናይ መሕረዲ ወረቀቱ ከም ዝመጾ ዘይፈለጥና መሲልዎ ምሳና ይስሕቕ ንንየው ገጹ ተኸዊሉ ንብዓቱ የፍስስ ነይሩ። ንዓና ከይርብሸና ኢሉ ዋላ ሓንቲ ነገር ከም ዘየለ ንምእማን ንብዓቱ ጸሪጉ እንደገና ምሳና ይስሕቕ ይጻወት ነይሩ። ክወግሕ ምስ ቐረበ ግን በሉ ናተይ ኦሮማይ መጺኡ እዩ ጠንክሩ ብምባል ናይ ኣብ ዓዲ ዘለዉ ክልተ ኣሕዋት ኣድራሻ ሂብና ተሰናበተ። ሰዓት ክልተ ወታደራት መጺኦም ስሙ ጸዊዖም ወሰድዎ። ብዕለት ዒስራ ሓምለ ክልተ ሽሕ ዓሰርተ ሸሞንተ ዓመተ ምህረት ካብ ዓምበርና ሓደ ካብ ዓምበር ኣርባዕተ ኽልተ፣ ካብ ዓምበር ሓደ ኽልተ፣ ብሓፈሻ ሓሙሽተ ኢትዮጵያውያን ወገናትና ብጭካነ መንገዲ ሰይፎም ብጭካነ መንገዲ ሰይፎም ኣጥፊኦምዎ ይብል እዚ ጽሑፍ ማለት እዩ። እቱ ኣብ ዓንበር ሰለስተ ዝነበረ ሓደ ምስኣቶም ናይ ወረቀት መጀመርያ ስሙ ተፀዊዑ ላፍቶም ፖሊሳት ከይዱ ናጋ ብዕለት ዓሰርተ ሸውዓተ መጺኦምሲ ወረቀቱ ልናጋ ዕለት ዒስራ ብዓድና ማለት እዩ እቲ ዕለት ዒስራ ሎማዓንቲ ዕለት ዒስራ ሓደ ማርያም ኣለና ትማሊ ማለት እዩ ብዕለት ዒስራ ሳምኑ ስዩፍዎ ወረቀት ሂቦሞ ሰዓት ኩሉ ነጊሮምሲ ታለላ ሰዓት ምስኣቶም ምስቶም ቆልዑ ምንም ከይኮነ ግን ብሕቡእ ናበኸየ ምስኣቶም ግን ደስተኛ ሃምልኾነ ውዒሉ ብዕለት ዕስራ እዩ ቻው ኢሉ ልነግሮም ኣሎ ማለት እዩ። ብጣዕሚ እዩ ለሕዝን ማርያምን ልብኻ ይሰብረካ ሕሰብዎ እሞ ብጣዕሚ እዩ ከቢድ ኣፍቱና ሕብረት ሕልና ሕብረት ኣፍሪካ ዝፀሓፎ ፅሑፍ ቅድም ማለት እዩ ብጣዕሚ ብዙሕ ሰብ ተስፋ ገይሩ ተመስገን ልቶም ልተሰየፉ ኣሕዋትናሲ ብጣዕሚ ንሓዝን ነይርና ይ ቅድም ኢሉ ሰብ ድምፂ ተዝኾን ነይሩ እኮ ቶም ልተሰየፉ ልዋዕሊሲ ኣይስየፉ ዩ ነይሮም ኢና ንሓዝን ነይርና ማለት ዩ ቅድሚኦም ተሰውኡ ልተሰወሩ ሓምዚ ልተሰየፉሲ ብዛዕሚ ብዙሓት ስለ ዝነበሩ ማለት ዩ እና ኸዚ ደሞ ሓደ ብሓደ ብሓደ ከይኮነሲ ሓደ ብሓደ ካፍቲ ካፍቲ ልክዕ ሃምለይ እንትን ብዙሕ ጃዕጃዕ ከየብላወል ግዲ እዩ ሓደ ብሓደ ላውፅኡ። ሃምዚ ይገብርዎም ኣለዉ ማለት እዩ። ብጣዕሚ እዩ ልሕዝን ልብኻ ይሰብር ኣሕዋተይ። ድምፂ ምዃንሲ ኣብ ካሊእ ዓዲ ለለኹም ኣብ ስዑዲ ለለኹም እኳ ያው ብትግርኛ ተኾይኑ ልቶም ካልኦት እምበይ ድምፂ ኣይኸውን እዩ ልብዓል ሕማቕ እዩ እዮም ሉልኻ ኣነ ልባዕሉ ቅድሚ ዘኽቲ ዓመይ እንድዕበያ ሪኣትኒ የፈለጥኹይ ኣብ ፌስቡክ ድምፂ ኮይነ ነይረ ብዓረብ ብጣዕሚ ኮርያትኒ ኣብ ስዑዲ ዓረብ ሃምዘ ይፍቀድ መንግስትና ሓያል ስለልኾነ

የውፅእ ኢለ ኣብየ መጨረሽኡ ግን ዓሞ የውፅእ ኢላትኒ ኣብ ገንበረይ ደልት እያ ኢላትኒ ማለት እዩ ኣስምዕያ እቲ ቪድዮ ንባዕልሲ ይቅርታ ገለ እዩ ድብል ይቅርታ እና ኣይተቐተልዎም ገለ እዩ ድብል ነበረ ብዓረብ እቲ ቪድዮ ኣብ ገንበረይ ደልት እያ ኢላትኒ ኣብ ገንበራ ደሊተ እያ ማለት እዩ እና ብዓረብ ድምፂ ምዃን ህንዚ ኩላ የፍቀድ እያ ብዙዕ ዓረብ ውሽጢ ተኮይንኹም ኣብ ካሊእ ዓዲ ተኮይንኹም ግን ብልኾነ ይኹን ቋንቋ ድምፂ ኮይንኹም ለሕዋትና ላብ ብሰላም ልዓዶም ክኣትዩ ክትገብሩ ትኸሉ ኢኹም ማለት እዩ ምክንያቱ ኣብቱ ብቀደማይ ብጣዕሚ ብዙሕ ሰብ ድምፂ ላኾነ ላብ ሕብረት ኣፍሪካ ብሙሉእ ዓለም ሰሚዕዎ እዚ ቪድዮ ተውና ሕልና ሕብረት ኣፍሪካ ለለዉ ብጣዕሚ ብዙሓት መግለፂ ፅሒፎም ነይሮም ማለት እዩ ብኩሉ ኩሉ እቱ ና መንግስቲ ኢትዮጵያ ልዋዕሉ መግለፂ ሂቡ ነይሩ ኩሉ ሰብ ብቻስ ብዙሕ በቃ ትጋዊሑ ነይሩ ኣብ ሶሻል ሚዲያ በቃ ስለሱ ኣጀንዳ ተገይሩ ነይሩ እና ኣንሕና እንድሕር ብንእሽተይ ነገር ኣንሕና ሸር ሸር ሸር እንድሕር ንገብር ኮይና ላብ ብዙሕ ሰብ ስለ ልበፅሕ ፅዕንቶ ይወፅሖም እዩ ልቱ መንግስቲ ደሞ ብልኾነ ብምኽሪ ድዩ በለ ድዩ ብመንግስቲ ብኹሉ ብቻ ፅዕንቶ ምኽሪ ክመኽርዎ ተለዉ ለይቐየር ነገር የለ ኢለ እየ ልሓስብ እና ሸር ገይርኹም ላብ ኩሉ ሰብ ልክበፅሕ ግበርዎ ብለኩም ሓላላተይ እዞም ኣሕዋትና ደሞ እቶም ትረሸኑ ኣሕዋትና ያው መንግስተ ሰማይ የዋርሶ ምንም ክግበር የኽእል እዞም ለለውለ እግዚኣብሔር ኣምላክ ብምሕረቱ ይጠምቶም ብሰላም ዓዶም ክኣትዩ ህዝቢ ድምፂ ኮይኑ እግዚኣብሔር ረዲእዎም ልዓዶም ክኣትው ተስፋ ገብር ማለት እዩ። ብቻ ስኻትኩም ሸር ምግባር ብልትኸኣልኩሞ መጠን ደሞ ጽሑፍ ዋላ ብትግርኛ ድዩ ናብ ካልእ ዓዲ ክብል ብጽሑፍ ይኹን ብቪድዮ ይኹን ልቶም ካልእት ሸርከት ትገብሩሎም ብጣዕሚ ጽቡቕ እዩ ማለት እዩና ብቻ ቻው ብሓድሽ ቪድዮ እስከ ዓል መጸኩም ንሕና ቃኒለ ባይ